ክልተ የዕሩኽ እንዳዕለሉ ከለዉ እቲ ሓደ ከምዚ ክብል ነቲ ሓደ ተወከሶ ኣነስ ምስ ኣፍቃሪተይ ጽቡቕ ርክብ እዩ ዘለኒ የግዳስ ናይ ብሓቂ ከም ዘፍቀርክዋ ብምንታይ ከረጋግጽ እኽእል ኢሉ ምስ ሓተቶ እቲ ዓርኩ ትቕብል ኣቢሉ ስምዒት ሓቀኛ ፍቕሪ ወይ ምልክታት ዲኻ ብተዘዋዋሪ ተሓታኒ ዘለኻ ምስ በሎ እወ ከም ሙታት እዩ ስለ ዝበሎ በል ህዘን ኢሉ ክዛረብ ጀመረ። በል የግዳስ ምእንታን ንኣገላለጻ ክጥዕመኒ ነፍቃሪትካ ክጥቀሚ እምበር ንወዲ ይኹን ጓል ብምኣሪ ዝብጽሖም ብዝኾነ ሃቀኛ ፍቅሪ ዝበሃል ከም ናተይ ርድኢት እንተኾይኑ ምስ ኣፍቃሪትካ ሓጎስ ባሕታ ዝኣሰሉ ጥቡቕ ዘተኣሰረካ ዘራኸበካ ስምዒት ምስ ዝህልውን ዘጋጠመ ነገር የጋጥም ብዘየገድስ ኣብ ጽንኩር ግዜ ይኹን ራሕዋ ምስ ኣፍቃሪትካ ነባሪ ዝኾነ ስምዒት ዝስማዕካ ቦታ እዩ። ከም ተወሳኺ እውን ሓቀኛ ፍቕሪ ናይ ክልቴኻ ትጽቢት ክራኸብ ከሎ ነንሕድካ ብእምነት ምድጋፍ እቲ ሓደ ነቲ ሓደ ከም ዘለዉ ብምቕባልን ንዘፍቀርካዮ ሰብ ብዝግባእ ብክብሪ ምሓዝ ማለት እዩ ኣቲኻዮ ዘለኻ ሓቀኛ ፍቕሪ ዲ ኣይኮነን ከተረጋግጽ እንተደሊኻ ኩነታትካ ተዓዘብ ኣብ ሓቀኛ ፍቅሪ ዋል ሓደ ካብ ኣፍቃሪትካ ተሓብኦ ነገር የለን ሓቀኛ ፍቅሪ ዘስተማቅሩ ሰባት ዝኾነ ሚስጥር ኣይተሓብኡን እዮም ምክንያቱ ንመጻምርቲ ወይ ንካላኦም ከም ነብሶም ገይሮም ስለ ዝሃስቦም ናይ መጻኢ ህይወቶም ምስኦም ስለ ዝርእይዎ ሕማቅ ይኹን ጽቡቅ ብዘየገድስ ብዝተኻእሎ መጠን ግሉጽ ኮነ ምስ ፍትኑ ካልኣይ ኣብ ሓቀኛ ፍቕሪ ድሕነት ኣፍቃሪትካ የገድሰካን የተሓስበካ የጨንኣካ ንኣብነት ኣብ ጥዕናኣ ሓጎሳ ተገደስ እዚ ማለት ከዓ ብዝኾነ መንገዲ ንሓጎሳ ይኹን ጥዕናኣ ዝፈታተን ነገር ካብ ምግባር ትቆጠብ ንኣብነት ንኣኻል ይኹን ስነ ኣምራዊ ዝሓስያ በደላት ኣይትፍጽምን ኣትሒትካ ኣይጥምታን ኣይተጨንቓን ኢኻ ዝኾነ ነገር ምስ ትሰርሕ ዝገበረቶ ተግባር ብዘየገድስ ኣናኣኢስካ ኣይጥምተላን ኢኻ። እኳ ደኣ በንጻሩ ነቲ ዝሰራሕቶ ነገር ተድንቐላ ከም ትሕጎስን ርእሰ ተኣማንነት ከም ተጠሪሓ ትገብር። ኣብ ህይወት ሓጎስ ዝፈጥረላ ጥዕና ዘምጽኣላ ተግባራት ንክትገብር ኢኻ ተተባብዓ። ብሳልሳይ ደረጃ እንተርኢና ከዓ ኣብ ሓቀኛ ፍቅሪ እንተሊኻ ሓላሊኻ ትኸውን ምስ ኣፍቃሪትካ ንክትረዳዳእ ኣብ ቀረባ ኢኻ ክትጎዳእ ኢልካ ፈፂምካ ኣይትሓስብን ብዛዕባ ኣፍቃሪትካ ብጣዕሚ ኢኻ ትግደስ ከም ትግደሰላ ከዓ ብግብሪ ኢኻ ተሪኣ ብዛዕባ ድሌታታ ብግቡእ ኢኻ ትግንዘብን ትርዳእ። ነፍቃሪትካ ዝሃሲ ሕማቕ ቃላት፣ ጸርፍታት ኣይተውጽእን ኢኻ። ራብዓይ፣ ርክብኩም ንክኣምቕ መሊሱ ንክዛይድ ውፉይ ኢኻ ትኸውን። ነዚ ዘለካ ህይወት ህጉስ ከም ዝኾንካ ስለ ትፈልጥ ዝያዳ ክጽብቐልካ ክዕምብበልካ ጻዕርታት ኢኻ ተካይድ። እቲ ርክብኩም ካብ ዝኾነ ነገር ንላዕሊ ጥዑይን ሓጎስ ዝኣሰሎ ንክኸውን ትውፈ። እዚ ክበሃል ከሎ ግና ኣብ መንጎኹም ዝኾነ ጸገም ኣይፍጠርን ወይ ኣየጋጥምን ማለት ኣይኮነን። ደቂ ሰባት ስምዒታውያን ስለ ዝኾንና እዚ ስምዒትና ኣብ መንጎ ፍቕሪ እንዳኣተወ ሃንሳ ሃንሰብ ጸገም ክፈጥር ግድን እዩ ግና ሃቀኛ ፍቕሪ ኣብ ከምዚ ናይ በኣሲ ጸገም ግዜ ነቲ ሽግር ብርድኢት ኣክብሮት እዩ ዝሃልፍ ማለት ሕማቕ ነገር ወይ ጸገም ምስ ዘጋጥም ምስ ኣፍቃሪትካ ንክትፈላለ ካልእ ሂወት ንክትመርሕ ኣይትሃስብን። ኩሉ ሓሳብካ ድሌታትካ ጻዕርታትካ ዝኸውን ነቲ ጸገም ብምርዳእ ኣሊኻ ናብ ናይ ቀደም ሓጎስኩም ምምላስ እዩ። ሓሙሻይ ዝኣተኻዮ መብፅዓ ከዓ ግድን ኢኻ ተተግብር መብፅዓ ኣብ ሓቀኛ ፍቕሪ ዓብዪ ምዛን ትርጉም ቦታ እዩ ዝወሃቦ እቲ ተኣትዎ መብፅዓታት መንገዲ ከም መፅረጊ እምነትካ እዩ ዝቑፀር ነፍቃሪትካ መብፅዓ ተኣትሞ ምዘተተግብሮም ቁሩብ ናይ ተኣማኖትካ መጠን ክጎድል ይኽእል እዩ ስለዚ እቲ ናይ ብሓቂ ዘፍቀረ ሰብ ንዘይተግብሮ መብጽዓ ኣያቱን እዩ። ልዕል ዓቕሙ ንዝኾነ ነገር ከኣ ንዓ ከሕጉስ ኢሉ ሓር ኣይብልን እዩ። ምእንቲኡ ከኣ ኣግሂዱ ዝዛረብ። ሻድሻይ፣ ኣብ ሓቀኛ ፍቕሪ ኣፍቃሪትካ ክትሕጎስ ከላ ንዓኻ እውን ጽቡቕ ይስምዓካ። ፍሽኽ ክትብልን ክትሕጎስ ከላ ንስኻ እውን ተስተምዓሮ ኢኻ። ክትዕወት ብካልእ ክትምጎስ ክትርእ ከለኻ ንዓኻውን ሓጎስ ይስምዓካ ዋላው ንስኻ ብነብስኻ ሕጉስ ኣይትኹን ናት ሓጎስ ግና ይሕጉሰካ ንሱ ሓቀኛ ፍቕሪ ካብ ሓጎስካ ንላዕሊ ናይ ካልኦት ሓጎስ ከሕጉሰካ ከሎ ከም ተወሳኺ ውን ካባኻ ብስራሕ ድዩ ብደሞዝ ብዝኾነ ነገር ጸብለል ምስ ትብል ወይ ጽቡቕ ዕድል ምስ ዘጋጥማ ናይ ቅንኢ ተንኮል መንፈስ ኣይስማኣካን እዩ ብሓጺሩ ኣብ ልዕሊያ ዘለካ ሚዛን ኣብ ዝኾነ ቦታ ግዜን ክብ ልጠቕ ኣይብልን እዩ ሻውዓይ ኣብ ዝኾነ ጽንኩር ኩነታት ምስኣ ክትከውን ትብህግ ንኣብነት ኣፍቃሪትካ ኣካላ ይኹን ስነ ኣውራያዊ ህማም ምስ ዘጋጥማ መጻኢኹም ከበላሾ ዝኽእል ነገር ምስ ዘጋጥም ህይወታ ዝርግርግ ኢሉ ኣንፈታ ኣብ ተናደሉ ሰዓት ብሕጽር ዝበለ ኣብ ኣዝዩ ፈታኒ ጽንኩር ግዜ ሓቀኛ ፍቕሪ እንተሊካ ገዲፍካይ ኣይትከድን ኢኻ እኳ ደኣ ኣብ ጎና ደው ኢልካ ብክልተ እግራ ደልዲላ ክሳብ ደው ትብል ጸገማታ ሽግራ ብማዕረ ትካፈል ኩሉ ሰብ ገጽ ክኸልኣ ከሎ ኣለኹልኪ ትብላ። ሻሙናይ ጎዶሎ ዘይብሉ ኣክብሮት ኣለካ። ሓቀኛ ፍቕሪ ኣብ ምክባር ዝምርኮስ ኣብ ዝኾነ ሰዓት ግዜ ኣብ ልዕለያ ዘለካ ኣክብሮት ዘይጎድል እንተኾይኑ ንሳ ከተግብሮም ትደልዮም ነገራት ተክብረላ እንተኾይንካ ተሓልየላ ትከናኸነላ ካለእን ብዝኾነ ብዙሕ ምልክታት እንድዩ ዘሎ ስለዚ ነዚ ናትካ ንካልእ ጥበብ ሓዊስካ ነብስኻ ፈትሽ እዚ ክዛረቡ ዝጸንሐኩ ግና ንክልቲኦም ኣፍቀርቲ ወይ መጻምድቲ ብሓባር እዩ ዝምልከት። ምናልባት ግና ናይ ከምዚ ዓይነት ስምዒት ዘይስምዓካ እንተ ኾይኑ ሓቀኛ ፍቕሪ የብልን ኢልካ ክትገድፋ ከይትሓስብ። ሰባት ስለ ዝኾንና ምሉኣት ከም ዘይኮንና ርጉጽ እዩ። ስለዚ ናብቲ ትደልዮ ደረጃ ንምብጻሕ ከም ገረብ ፍቕርኻ ቀስ ብቐስ ክተብዕዮ ኣለካ እምበር ናብ ፍጹም ሓቀኛ ፍቕሪ ንምብጻሕ ከም ቃንጢሻ በቑልካ ክትሓድር ክትጽበ የብልካን። ሓቀኛ ፍቕሪ ኣቕሊ፣ ሓልዮት፣ ምክብባር፣ ምጽዋር፣ እምነት፣ ምዝራብ፣ ምርዳእ የድልዮ ዝዓርከይ በሉ ዓይኑ ዓይኑ እንዳጠመተ